ክንብርብሮ ኣለና ንኣብነት ግእዝ ላንጎጅ ሲ ኣንሰስተራል ላንጎጅ ኣቦ እዩ ብፍላይ ናይ ኤርትራ ላንጎጅ ማለት እዩ ሕጂ እዚ ግእዝ ግን ክሳብ ሕጂስ ከምዚ ኣብ ገለ ገለ ኣጋጣሚ ንኣብነት ኣብ ሪሊጅን ኣብ ቤተክርስትያን ገለ ገለ ተዘይኮይኑስ ብዙሕ ታይ ድበሃልሲ የብሉን ሕጂ እዚ ግን ስለምንታይ እዩ ከምዚ ኮይኑ ንኣብነት ዓምን ቅድሚ ለብ ዘበንን ተማሂርናዮ ግእዝ ቋንቋ ግእዝ ኣይንፈልጦን ኢና ኔርና ግእዝ እንታይ እዩ ገለስ ወላ ሓንቲ ኣይንፈልጥን ኢና ኔርና ግን ምስ ተማሃርካዮስ ማዕረ ክንደይ ሃብታም ምዃኑ ኢቭን እቲ ትግረን ትግርኛንሲ ካብቲ ግእዝ ዝመንጨወ እዩ ካብኡ ዝወፀ እዩ ካብኡ ዝፈልፈለ ኢልካስ ክስታይ ትገብር ማለት እዩ ሕጂ ቀንዲ እቲ ኣቦ እቲ ኣቦ እዩ ጠፊኡ ዘሎ እቲ ውላድ ዘይኮነስ እቲ ኣቦ እዩ ጠፊኡ ዘሎ ሕጂ ቀንዲ ከዓስ ነዚ ግእዝ ላንጉጅሲ ገለ ነገር ኣበርክቶ ከምቲ ትግርኛ ክሳብ ሓምሻይ ክፍሊ ትግረ ክሳብ ሓምሻይ ክፍሊ ገለ ንመሃሮሲ ግእዝ ከኣስ ከም ሓደ ኣካዳሚ ወላ ተዝኣቱስ ምምዕበለ ይብል ማለተይ ኣነ። ብመጀመርታ
ናተይ ትብሎ ቋንቋ ብኽብሪ ክትሕዞ ኣለካ። ኣነ ክሳብ ሕጂ ካብ ዘስተባሃልኩሉ ኣብ መዋእለይ እውን ካብ ዝመሃርኩሉ ኣብ መንእሰያትና እውን ኩሉ ግዜ ከንጸባርቕ ዝርእዮ እቲ ምሕዋስ ገሊኡ ሰኣን ምፍላጥ እዩ። ገሊኡ ከኣ ቋንቋኦም ብኽብሪ ዘይምፍላጥ እዩ። ቋንቋይ ናተይ እዩ ክብረይ እዩ ኢልካ ክትጥቀመሉ እንተ ተበጊስካ ኣይትስእነሉን ኢኻ ኣብ ብዙሕ መዳያት ዝዝረብ ነገራት ኣሎ ኣብዚ ቀረባ ግዜ እውን ምስ ፕሮፌሰር ጊዶን ኣብ ዝተገብረት ሰሚናር ተላዒላ ነይራ ብዛዕባ እዛ ምትሕውዋስ ገለ መንእሰያትና ሲ ነቲ ቋንቋ ብዘይምፍላጦም ዝንእሶም ኮይኑ ዝስመዖም ኣሎ ከምኡ መግለጺ እውን ተዋሂቡ ነይሩ ትግርኛ ንዓይ ትንእሰኒ እያ ኢሉ ሓደ መንእሰይ ኢሎም ኣምጺኦሞ እንግሊዝ ተዓብዮ ትኸውን ወይ ፈረንሳ ተዓብዮ ትኸውን ወይ መዘንኡ ትኸውን እዚ ግን ብመሰረቱ መንነትካ እንታይነትካ ምጉሳይ እዩ። ኣብዚ እንታይ ኣሎ መስለኪ ብስፍሕ ዝበለ ክንሪኦ እንድሕሪ ኮይና ሓደ ክልተ ኮቴሽንስ ኣለዋ ኣብ ናይ ዩኔስኮ ጽሑፍሲ እንታይ ይብል መስለኪ ኣብ እኩባት ቋንቋታት ነፍሲ ወከፍ ቃል ኮኾብ እያ ኢን ኤ ጋላክሲ ኦፍ ላንጉጅስ ኤቭሪ ወርድ ኢዝ ኤ ስታር እዚ መግለጺ ናይ ዩኔስኮ እዩ። ዩኔስኮ ከኣ ብዛዕባ ማዘርታንግ ብዛዕባ ቋንቋ ኣደ ክጣበቑ ከለዉ ዝበልዎ እዩ። ሕጂ ንዓይ ዝረኣየኒ ኣብ መንእሰያትና ዘሎ ሃጓፍ ብዛዕባ ቋንቋኦምን ቋንቋ ኣዲኦምን ምስ መንነቶም ኣተሓሒዞም ምስ ክብሪ ተሓሒዞም ክሳብ ዘይረኣይዎ ክሕውሱ እዮም።